ኣኽበረት ኣኽበረት ኣኽበረት መደታይ ሓብተይ መጥርሃ ጓል እያይ ክልም ኣይፈለጥኮን ኣይፈለጥኮን ትሩፍ ድሕሪ ደጊም ዋይ ኣታ ኣነ ከዓ የርእየለይ እ? ከም ኣጻብዕቲ ኢደይ ዝፈልጦ ዝፈልጠንን ዓርኪ ኣለኒ ኢለ ምምካሐ ይገድድ ዋይ ኣታ ምስዘን ቆርፋዳት በዓል ሓዳስን ለታይን ንዓይ ክትሰርዓኒ ኣፍሲ ካብ ምልኣት ልቢ ይዛረብ ክበሃል ሓቂ እዩ። ክላ ስቕ በል ጓል ስማዕ እስኪ ዕርፊ ዘይዓተረ ኣእዳው እምኒ ዘይፈንቀለ እዳውሲ ካብ ናይ ወዘራ ዝር ሓሊፉስ ናይ መን ክንብሎ ዋዕ ኣንታ ዘን እዳውካ ክንደይ ልስልሳ ነዚ ዓይነይ እኳ ልስለስታ ፈጠራሉ ዋ ኢንዳይ ዳታ ይደሊኻ የእዳው ናይ ቀምቃማይን ናይ ሓኪምን ክልስልሳ ጉዳማት ሃይ እምበኣር ነብስኻ ከኣ ምስ ምሁራት ሰሪዕካያ። ዋእ ብልስላሰ ደኣ እንታይ ኮይነ ዘይሰራሕ ግና በእሙሮ ኤእ እንድዒኸ እም እንታይ ደኣ ከከ ደኣ ደሓን ዲኻ ደኣ ፍዝዝዝ ኢልካ። ኣንታ ደቦጭ ዓርከይ ቅነ ክርስቲማስ ምዃኑ ዘንጊዕኻ ዲኻ? ዋይ ኣታ እ ኣብ ቅንያት ክሪስትማስ ፍዘዘ ተበልካይ እምበር ፍዝዝዝ ታይ እንድዒ። እስኻ እሞ ከመይ ጌርካ ኩነታተይ ክትዝክሮ እ ከመይሲ ንዓኻ ዝጎደለካ የብልካን። ዋይ ኣንታ ሳላና እንታይ ጎዲልካ ኣይ። እወ እህ እዋ ኣንታ በዓልቲ ቤተይ ዝሞተትሉ እዋን እዩ ዲኻ ትብል ዘለኻ። ካብኡ ዝዓቢ እንታይ ደሊኻ? ዝረኸቦ ሳቕልሉ ክበሃል እካ ሓቂ እዩ። ዋይ ዓባየይ እታይ ትብል መሲልካ ዓሻስ ምዉት ይናፍቅ ትብል ነይራ ኣንታ ዓሰርተ ዓመት ካባካ ተፈልያስ ዓመት ዓመት ክትዝክራ ክትነብር ኣብ ክሪስማስ ሓዱሽ ሓሳብን ሓዱሽ ክዳንን እንተገበርካ እዩ ጽቡቅ ክላስቅ በለና ኣደይ ንስካስ ቀሪብካ ኢካ ዘለካ ከተርክባ ኢካ ስልካ ሓዘን ካዕጾ ሓዘን ኣይጽቡቅን እህ እማ ሓዘነይ ክዓጹ ተኮይነሲ። ንስኻ በል ጻዕዳ ክዳን ክድንድንድንድን ኣቢልካስ ክደብሰኒ ዋይ ሕጂ ረኺብካኒ እዚኣ በል ካብ ጽባሕ እኳ የሕልፋ ኣንታ ቁሩብ እቲ ስራሕና ዝሓለና እምበር ኣስካርባ እውን ምተገበእትካ ይኣምነለይ ደበጭ ዓርከይ ይኣምነለይ ይኣምነለይ ግን እዛ ስራሕ ዝሒላሃኒ ኢልካ ጸርጸርካ ኣይትበል ኣብዚ ክሪስቲማስን ሓድሽ ዓመትን እወ ንዓማዊለይ እንታይ ገይረ ክስሕቦም ይኽእል ኢልካ ኢኻ ትሓስብ ዘለካ። ኣታ ክላ እንዶ ግደፈና ዋይ ክንደይ ግዜ እሞ ዘይሓሰብና። እንታይ ትገብር መስለካ ሕራይ ብምኽንያት ክሪስቲማስን ሓድሽ ዓመትን እ እወ ንኽቡራትን ጸጉራማትን ዓማዊልና እወ ብሕሱር ዋጋ ከነገልግል መብጽዓ ንኣቱ ኣለና ኢልካ ወረቐት ጽሒፍካ ኣብቲ ኣፍ ደገ ገዛኻ ዶ ትጥቅዖ የለኻን? ኣየ ሓሳዊ በለኒ የእዳውካ ስጋዕ ትምናዕ ክትቅምቅም ኢኻ። ይበሎ ይበሎ ቃል ወዲ ሓላላት እዩ ኣንታ ሓደ ሓደ ግዜስ እባ ቁም ነገር ይርከበካ እዩ። ዕድል ደኣ ሲኢንና እምበሪ ሸቀጥ ደኣ መን ድዩ ነይሩ ዋንኣ። በል ናይዛ ዝመኸርካኒ እንዳለታይ ክልተ ዋንጫ ክልተ ዋንጫ ጥራይ እንታ ንዓና እንታይ ደኣ ደሊኻ ዋይ ኣብኡ ንኺድ እሞ ዘውዓለ ከውዕለኒ ኣነ ሓዘን ወዲ ሓዘን ኣይፈቱን እዩ ሓዘን ሓዘን እዩ ዝወልድ ንስ ደኣ ሓደ ወዲ ዓርከይ የዳውካ ደኣ ፍቱሕ እንዲፈልጠካ እንድየ ሰብ ኢሎሞ ሰብ ኢሎሞ

ንስኺ እንታይ ጌርኪ ኣነ'የ ጌገኛ ኣነስ ንጽቡቕ'የ ሓሲበ ግን ጽቡቕ ዘየፍትወልኪ ዋእ ንስኺ እንታይ ዝገበርክዮ ዘይብልኪ ዕድለይ'ዩ ግንባረይ
ተጋግየ ሓቅኺ እንታይ ተገበርና ደኣ ይሓይሻ ክንዲ ምባልሲ ንዓይ ተነኣእሰኒ ኣለኻ ምሽ ደሓን ጸገም የብሉን ሕራይ እንታይ ተገበርና ሓይሽ
ትም ምባል ትም ይሓይሽ ሕራይ ትም ምባል ክሓይሽ እንድዩ እንታይ ኮንኪ ኢኺ ምስ ስድራይ ኢና ነሕልፎ ተበልክዎስ ቆጭቆጭቆጭቆጭ ዘብለኪ ዘሎ? ዋት ሰብ መልስለይ እባ ንዓኹ ከ ትም እኮ መልሲ እዩ።
ህም፣ መልሲ ዶ
ብምንታይ ብቻይና ቆዶማ ኣነገድድ ምሳኺ

ሮባ ሓወይ እንታይ ኢኻ ኮንካ ኣነ እዛ ደልየ ክልኹ ትብል ዘረባ ብዙሕ ኣይትብርሃኒ እያ
ሓቂ ክንዲ ከየሎ ሓፍተይ ኣነ እውን ገለገለ ሰባት ደሊናካ ኣለና ክብሉ እንከለዉ ባህ ኣይትብለንን እያ እንታይ እሞ ክገብር ብተሌፎን ከኣ ዘይዕለል ኮይኑ ከይፈተኹ ናብኣ ኣትየ ተሸጊረ ኣለኹ ኣነ
እንታይ ደኻ ኮንካ ንገረኒ እንዶ ዕድል ኣይገበርኩን ሓውኺ
ረቢ ሓውይ ኣይትድነን እሞ እንታይኻ ኮንካ ንዓይ ንገረኒ ኣምላኽ ንዝፈትዎ ሰብ ህያብ ከዳልዎ ኣሎ ከሎ ንዝጸልኦ ሰብ ከኣ መሪር ሓለንጊ እዩ ዘዳልወሉ። ኣነስ እንታይ ዝኣበስክዎ በደል ስለ ዘለኒ እየ በዚ መሪር ሓለንጊ ዝሽመጥ ዘለኹ። ኦው ሮቢ ሓወይ ጽቡቅ የለኻን እንታይ እዩ ጸገምካ ንዓይ ንገረኒ እንድየ ድብለካ ደለኹ ዋእ። ጸገመይ ደኣ ሸዊት
ለባም ሰበይቲ ህያብ ናይ ኣምላክ ክትከውን ኮላ በንጻሩ ከኣ ሕስምቲ ሰበይቲ ከም በዓል ሸዊት ኣብ ሸዊት ዕድሜካ ቁጺ የብላካ ስለዚ ኣነ ይፈትሓ ኣለኩ። ኦኬ እሞ ሓዳርካ ብስምዒት ኢኻ ጀሚርካዮ ማለት እዩ ማለትሲ ብስምዒት ክትውድኦ ዝደለኻ ትመስል ደሓርከ? ድሕሪ ፍትሕ ዝመጽእ ነገራት ሓሲብካሉ ዲኻ? ወይ ነዚ ትብሎ ዘለኻ ዘረባ ጭቡጥ ዝኾን መረጋገጺ መርትዖ ኣለካ ድዩ? ፖሊስ ምዃን ከይተርፍ ድዩ? ቀንዲ መረረይ ንዓይ ከም ሰብኣይ ኣይትርእየንን እያ እብለኪ ኣለኹ። ሓራይ ነዘን ዝሓተካ ዘለኹ ሕቶታት እንድሕሪ ዘይተተግብረልካ ኮይና ኣነ እውን ብዓቕመይ ክሕግዘካ እየ። እንታይ?
መግቢ ካብ ሰዓትካ ተቕርበልካ ዶ? እወ።
ክዳውንትኻ ክትሓጽበልካ ዶ? እዋ። እወ።
ጾታዊ ድሌታትካ ከተማልእልካ ዶ? እዘን ክትጠቕስየን ዝጸናሕኺ ልዕሊ ዓቕማ ከይተረፈ እያ ትገብረለን። እሞ ልዕሊ እዚ ክብሪ ደኣሞ እንታይ ደሊኻ? ሕዝኒ እሞ ሕዝኒ።
ክሪስትማስሲ ምስ ስድራና ኮይንና ኢና ከነብዕሎ ተበልኩዋስ፣ ኣነ በጊዕ ድየ ደርሆ ጎቲትካኒ ትኸይድ ክትብለኒ? ከም ሰብኣይ እኮ'ያ ዘይትርእየኒ ንዓይ። ከም ሰብኣይሲ ጥምት ኣቢላትኒ ትፈልጥን'ያ። ኣነስ እንታይ ይወጻኒ? እንትርፎ ፍርሒ ጸላምሲ እንታይ ይወጻኒ?
ወይ ኣነ ሓቅኺ ንስኺ ሰሓቂ እዛ ወያል ግን ክርስቲማሰይን ሓድሽ ዓመተይን ደፊኣቶ ክትውዕል እያ ሮባ ሓወይ እንታይ ይመስለካ ብጣዕሚ ብስልቲ ሰበይቲ እያ ደላትካ ዋ ኮፍ ኢልኩም ክትረዳድኡን መደባትኩም ክትሰርዑ እያ ትሕግዘካ ዘላ ደሓር ናትካን ናይ ሸዊትን መባእሲ ምኽንያት ተረዲእኒ ኣሎ፣ ናይ ቋንቋ ጸገም እዩ። ጥዕይቲ ዲኻ ሕምምቲ? ዋእ ኢሂ ትግርኛ ዶ ኣይኮነን ቋንቋና? ዶስ ሓዴና ዓረብ ሓዴና ስዋሂሊ ኢና ንዛረብ ኢልናኪ? ኣይኮነን ተረዳኣኒ እሞኒ ኣብ ናይ ኣዋልድን ቋንቋን ናይ ኣወዳትን ቋንቋን ኣብ ኣተረጓጉማ ኣፈላለይ እዩ። ከመይ ማለት? ከመይ ዶ ንኣብነት ሰበይትኻ ኣስቤዛ ክትገብር ውዒላ እቲ ገዛ ከኣ ከይተልዓለ እንድሕር ጸኒሑ ውይ እዚ ገዛ ከይተልዓለ ጸኒሑ ፋሕፋሕ ኢሉ እንድሕር ኢላስ እንታይ ትብላ? እዋ እዚኣ እንድያ እታ ቀንዲ ጠንቂ መባእሲትና። ግዲ ባዕለይ ክለዓለላ እያ ትደልሲ ኩሉ ግዜ ኢኹም ትብለኒ። ኣነ ዝብለካ ዘለኹ እንታይ ትብላ መልሰለይ ኢለካ። ዋእ ወዲ ዶቦጭ እኮ እያ ተደሊኺ ለዓልዮ ተደሊኺ ኣይተለዓልዮ ይብላ። በል ሕዘኒ ብናይ ኣዋልድ ቋንቋ ንሳ ትብለካ ዘላ ሮቢ ሓወይ ገዛ ብዘይምለዓለይ ይቕሬታ ግበረለይ ቁሩብ ምስ ኣዕረፍኩ ጽቡቕ ጌረ ከለዓሎ እያ ትብለካ ዘላ። ዋእ እንታይ እሞ ኮለል ዘብል ኣለዋ ትኽብ ትኽ ደይትዛረብ ሮቢ ሓወይ ኮለል ኣይኮነን እዚ ንሳ ድማ ኣነ በጊዕ ወይ ደርሆ ኣይኮንኩን ክትብለካ ከላ ክብሪ ሂብካ ክሪስማስ ኣብ ገዛና ኢና ክነውዕሎ ስለ ዘይበልካ እያ ደሓር ከኣ ከምቲ ፈላጣት ዝብልዎ ናይ ህይወትና ደረስቲ ጥዕናናን ሕማምናን ባዕልና ኢና ስለዚ ኣሉታዊ ተሓሳስባ ኣብ ርእስኻ ንኸይነግስ ዕድል ኣይትሃቦ ኢኻ እዛ ትመጽእ ዘላ ክሪስማስ ድማ ናይ ሰበይትኻ ቋንቋ ብግቡእ ክትርድኦ በዓልቲ ምልእቲ ተስፋ እየ

ብምኽንያት ሓድሽ ዓመትን ክሪስማስን ንኹቡራት ዘጋፋትን ጨሓማትን ዓማዊልና ዓቢ ናይ ምጉዳል ዋጋ ጌርና ኣለና ኢሉ እኳ እዩ ለጢፉ። እዋ ክገርመኩ እኳ እዩ ናይዚ ነገር። መዓስ ድዩ እቲ እቲ ክር- ክሪስማስ? እንተ ደኣ ኹንክስ ክቐጽል ኣሕ እውይ ጠፋእኩ። ወሒ ኣቲ ሽፎን ከይተኸደንኩ ከሕልፎ? ወሒ ሕማምካ! እዋ ስቕ ደኣ በሊ ከይደ ከይደ ሩሑስ በዓል ልደት ይግበረልና እዛ ጓለይ ከይደ ወይለይ ወይለይ ወይለይ ወይለይ ረሲዐዮ ነታ መሓዛይ እባ ከዘኻኽራ ነታ መሓዛይ መዓረይ ስቕ ደኣ በሊ ሃሎ መሓዝቺ ክሪስማስ ጽባሕ ምዃኑ ደኣ ፈሊጥክ ዶ እሞናት እንዳ ዓሚና ሽፎን ክቕርጽ ክይድ ኣለኹ የርክበልና እወ ዕፅፊ ንኸፍሎ ሙሉእ ለይቲ ክሰፍ ይሓድር በቃ ኣብኡ ሓሊፈ ኣለኹ ኣርክብኒ ኣርክብኒ ቻው ቻው ኣርክብኒ ዊንታ ጓለይ ቦቦኽ በዴኺ ኣቦኽ ምስ መፀ ኣለይ መለይ በለይ በጃኽ ሰጓለ ከይደ ኣለኹ ኣነ ከይደ
ሰብኣይን ሰበይትን ካብ ሓደ መሬት ይፍጠሩ ድበሃል እኮ ሓቂ እዩ ኩላን እናታ ትገብር ኣላ ደኣ ኣነ እንታይ ክገብር እየ

ዝኾነ ምድላዋት ከይገበርና ዘለና እዛ ዕለት ኣብ ገዛና እዚ ሃስ ስምብራት እንዳ ገዲፋ ብኸምኡ ብዙሕ ኣይነብዕላ ኢና። እሂ እንታይ ትጸገም ስለምንታይ? ዳሓን ሄሉ ሓፍተይ ካልእ ግዜ ጽቡቕ ጌርና ክንዕለሉ ኢና። ዳሓር ድማ እዞም መንፈሳውያን በዓላትና ንደጋዊ ትርኢትና ደኣ እምበር ንውሽጣዊ ትርኢትና ክቕይሩ ክሳብ ዘይከኣሉ እንድዒ ኣም ባዕሎም ስክፍታ ኣለኒ። እወ ኣተሓሳስባኻ ንምቕያር፣ ጠባይካ ንምስትኽኻል፣ ኮታስ ናይ ህይወት ለውጢ ንምግባር በዓል ዶ ፌስታ የድልየካን እዩ። ግን ክንፈልጦ ዘለና ገለ ገለ ለባማት ነፍሲ ወከፍ መዓልቲ ሓዳሽ ዕለትን ሓዳሽ ህያብን እያ። ኣብዘን በዓላት እዚኣን ከኣ ገለ ነፍሲ ዝሰርሑ ሰባት ከም ዘለዉ ክንዝክር እዩ ዝግበኣና። ንሱ ደኣ ሓቅኺ የሎ ሓፍተይ። ዋእ ግን ስምዕኒ እንዶ ኣብ ገዛኹም ክሪስማስ ከመይ ኢልኩም ዲኹም ተሕልፍዎ? ሮቢ ኣብ ገዛና ኢና ንሕልፎ ኢሉ ብጣዕሚ ኣህዊኽኒ። ዝሓለፈ ዓመት ኣይጠዓመክን ኣይመጸኽን እምበር ኣብ ገዛና ክሪስመስ ብክብ ዝበለ ስርዓት ኢና ነብዕሎ። ሮቢ ክሪስማስ ግድን ኣብ ገዛይ እያ ንሕልፎ ኢሉ ምስ ገደደኒ ብዙሕ ኣይተሰማምዕናን ክንደየናይ ከይንመጽእ በቃ ከም እንስሳ እንዳሓሰበኒ ዋእ ልስሉስ መልሓስ ዓጽሚ ይሰበር እኮ ዝብሃል ኣይትሓዝለይ ደኣ እምበር ሓውኺ ልስሉስ መልሓስ ዝብሃል የብሉን። ኤእ ኮምኢ ትበሪ ሮባ ሓወይ ኣለዎ ኣሕ ዳሓር ካኣ ንኣኪ ከም እንስሳ ኣይኮነን ዝሓስበኪ እንተኮነ ግን ደቂ ተባዕትዮ ከማና ከም ደቂ ኣንስትዮ ኣብ ኣታሓሳስፋ ናይ ምትዕጽጻፍ ክእለት የብሎምን ስለዚ ግድን ምባሉ ከናኣእሰኪ ኢሉ ዘይኮነ ክሪስማስ ኣብ ገዛና ብክብ ዝበለ ስርዓት ስለ ነብዕሎ ብሓንሳብ ተሓጉስና ክንውዕል ኢሉ እዩ። ሄሉ ናይ ሕዋ ዶ ትገብርያ ኣለኺ ሓቀይ?
ከምኡ ኣይኮነን ሸዊት ሓፍተይ፣ ብዝኾነ ስቴርሶ ሰብኣይ ሰበይቱ ምዃና ትዝንግዕዮ የብልኒ። ስለዚ ንስኺ ከኣ ሮቢ ካብ ስራሕ ምስ መጸ ብሕጉስ መንፈስ ህድእ ኢልኪ ሮቢ ሓወይ ስለምንታይ ኢና ክሪስማስ ግድን ኣብ ገዛኹም ነብዕሎ ትብል ዘለኻ እንድሕሪ ኢልክዮ ልቡ ክትረኽብያ ኢኺ። ደሓር ከኣ መብዛሕትኡ ግጭት መንቀሊኡ ህድእ ኢልካ ዘይምብህሃልን ዘይምርድዳእን እዩ።

የሉ ሓፍተይ ንሓድሽ ዓመትን ክሪስማስን ክበዝሕ ቲክቶክ ወፂኡ ዘሎ ማራ እዩ ኬፍ ዝህበካ ኣነ ዳ ትራምፕ ምስ ዓፀዎ ኩሉ ማዕፀና ኬፋስ ክዓፀው እዩ ዝመስለኒ ነይሩ ሕጂ ድማ ኣነ ሓንቲ ፖስት ክብል እዩ ርሑስ ዓመት ይግበረልና ስኒት ፍቅሪ ንከባቢና ርሑስ ዓመት ይግበረልና እሂ ደኣ። ስምዒ ዶ ይንተ ሓፍተይ ናይ ብሓቂ ናብራ ዘይትነብሪ ኢኺ ግን። ዋእ ካብ መዓስኪ ናይ ሓሶት ናብራ እነብር ኣለኹ። ኣብ ከባቢኻ ዘሎ ክውንነትን ሓቅን ገዲፍካ ኣብ ናይ ብዓድን ዘይተጨበጠ ሕልምኻ ምሕላም ዝኸፍእ ሓሶት የለን ኢለ'የ ዝኣምን ኣነ። ጌጥ ጥራይ ተኽለ፣ እዞም ሕጂ ተተኽ ኢልኪ ተንብብዮም ዘለኺ መጻሕፍቲ፣ ጽባሕ ንግሆ ቁንቁል ኣፍኪ ከም ዝተኽልኺ ኣነ ርግጸኛ እየ። ኣነ ኸኣ እዞም ትዛረብዮም ዘለኺ ሓሶት፣ ጽባሕ ንግሆ እንጀራ ኮይኖም ተዓንጊሎምኺ ክንርእየኪ እየን። ሰሚዕናኪ ጸረ ሓጎስ፣ ሕጂ ኣፍኪ ጥራሕ ሓዝልና ሓራይ። ኣታ
ዋይ!

ኣብነት መምሃሪ ናይ ስንፍና ትኾኒ። ደሓን ባባ እዚ ሕጂ ሄሉ ሄሉ ትብሎ ዘለኻ ጽባሕ ንግሆ ኤሜሪካ ምስ ከድኩ ግን ዊንታ ዊንቱ ዊንቲ ዊንታና ተዘየቢለካ ኣይኣምን እየ። ኣብየት ኣብየት ጀሚራ ከኣ እታ ሕማም ደሓን ኣይትምጻእ ኣቲ ኣቲ እምበር ዶ ኣሜሪካዊ ጋኒን ይሓዘክን። እሞ ሃየ ኣብ ናይ ኤሜሪካ ማይ ጸሎት ውሰደኒ ሕውይ ክብልየ። እዋ ጋኒኖም ዝሃወጸኪ ደኣ ማይ ጨሎቶም ኣሕር ዶ ከብለኪ። ኣቲ እንታይከ ቅዱስ ስፍራ ኣለዎም እዩ ዳሓን ዳሓን ባባይ ከምኣ ጥራይ ግበር በር ማጨሎት ከማን ኣይበፅሕኒ ኣብታ ዓዲ ርግፅ ከብል ሕውይ ክብል
ፃዕዳ ሰይጣን ይርገፅኪ
ከመይ ውዒልኩም
ኢንቲ መዓልታዊ ሽፎን
ኣብ ወርሒ ሓንቲ ቁሪፀስ መዓልታዊ ሎሚ ከዓ ናይ ልደተ ክርስቶስ እየ ተኸዲነ። እሞም ናይ ጸዓዱ እኳ ሽፎን ዘቑረጽኪ ደኣ ኣብቲ ናህና ልደት ከ እንታይ ደኣ ዙርያ ዋላ ጥልፊ? ደሓን ደሓን ኣብ ናትና ደኣ ኣሎንዶ እቲ ጥልፍን ዙርያን ዝገበርካለይ ባዕልኻ? ምስ ኣኽለኒ እዩ። ኣብየት!
ሰሊጥክ ዶኾን? ሰሊጥኒ ነቲ ሳርቶ ዕጽፊ ክኸፍለካ እየ ወዲእካያ ሕደር ኢለ ተረዳዲኤ መጺኤ። ዕጽፊ ከፊለ ኣቲ ኣነ ዕጽፊ ጉዲለ ኣታዊታተይ ከዕቢ ኣካለይ ይጎድል ንስኺ ከኣ ዕጽፊ ከፊልኪ ክትመጺ ውይ ኣታ ኣባ ክሪስማስ እንድሕር ተነስኒስካ ሞርታሕ ዝኾነት ዓመት ኢኻ ተሕልፍ። ሓቃ ሰፋለይ
ንበዓል ኢልካ ናይ ዓመት ባጀትካ እንድሕር ትዘርቦ ኮንካ ካብ ዕሽነት ሓሊፉ ካልእ ዝውሃቦ መልሲ የለን ንስኽን ከዓ ሓንጎል ተዝህልወክን ነይሩ ቀዳማይ ነገር እዚ ባባ ክብሎ ዝፀንሐ ምተረደእክን ካልኣይ ካስ እዚ ናይ ፀዓዱ ክሪስማስ እንታይ ብፃሓክን ንዓኽን ኣዲኣ ገዲፋ ሰሓት እናትና ፍቕድ እዩ ዝተባሃለ ሰሚናች መፀፁ ዳሓን ፅቡቕ ርኣ መንደ ፀልኢ ኣይንፀልኦን ኢና ፅቡቕሲ ንሕና ከዓ ኣብ ክሪስማስ ክሪስማስና ዘርጊሕና ደርሆና ሓሪድና፣ ኮኳና ቀሪብና፣ ቡንና ኩሉ ኣስቤዛኣ ዘሎ ዕምባባ ቢሽኮቲ ሰትና ንስንስ ኣቢልና ጽቡቕ ጌርና ከነውዕሎ ኢና። ኣነ ከኣ ከም እለዓልኪ ማማይ ባባይ ኣብ ማእከል ከተማ ዝረኣኽዎ ኣሎ እቲ ዓቢ ኣምቡላ ባባ ናታለ ኣብ ጥቓ ጽሕድና ኮፍ ከነብሎ ኢና። ኣሰይ
ብህየቱ ኮፍ ከተብልዮ? እወ፣ ከዘንጥ መዓት እዩ ዝኸውን። ንኣዚ ቐይሕ ክዳን ከዲና ከመይ ዝኣመሰለ ቁማል ዘጽድፍ ግልብጭ ጌርና ኣብዚታት ክካርእ ከለኺ ከም ናይ ንግስቲ ጌርና ደው ዘይነብለኪ ንዓለም ከኣ መለሳ ኮና ባባ ናታለ ካብ ንብል ማማ ናታለ ኣታ በዓል ኣላገጽ ኣይኮንኩ ደለኹ ናይ ብሓቂ እየ ስምዒ ሮቤል ወደይ ናይ ክሪስማስ መደብ ኣዳልየ ይብል ስለ ዘሎ ኣብታ ናቱ መደብ ኢና ንኣቱ። ኦይ እታ ገንጫል ሰበይቲ ዝበለቶ ደኣ። ማማ ጽቡቕ የለኹን ኣብ ክሪስማስ ኮነ ሓድሽ ዓመት እኮ ሓድሽ ክዳን ምኽዳን ዘይኮነ ዘድልየካ ዝኣረገ ኣተሓሳስባኻ ጉሒፍካ ነብስኻ ምሕዳስ እዩ ዘድልየካ። ውይ ኣቲ ተሰቂርኪ እንዶ በላ ንስኺ ምስ ጓልኪ ጎቦ ዓድና ደኣ ጽቀጥክን እምበር ኣነ ጎቦ ክኸውን እየ።
ሰቢሎሞ ሰቢሎሞ

ስምዕ እስኪ ኣነ ሳፕራይዝ ብፅቡቕ ነገር ክገብረኪ ኢለ ዘይውህብ ሂበ ገዘእያሲ ንስኺ ብሕማቕ ነገር ሳፕራይዝ ክትገብርኒ እንታይ ፀገምኪ ወይ ንዓይ ምረፅ ወይ ነዛ ክሪስማስ ስራኻ ምረፅ ዋ እወ
ሸይጣን እንዲብዚ ርእሲ ክደይቡ ዘሎ ሸይጣን ይደይቡ ዘሎ ወዱ ደቦች
እዛ ቁሪፀያ ዘለኹ ሽፎን ክፅብቅ እዋይ
ማሚ ርእየኪ ኣለኹ እዛ ክሪስማስ ኣብ ሽፎን ጥራይ ክዘንቢልኪ ዘለኺ ከመይ ዘንቢል ምልቁ ሓፊፍሰስ ክጓለ ናይ ብልበየ ብዛዕባ ፅሕዲ ወርሓ እንተ ክትብሊ ሰማዕኩኹም ዋ ወሪድን መብራት እሱ ናብ ባዕልክን ተገደሳሉ ምርኣነ ተኽብሎ እቲ ማማ ከምኡ ማለት ኣይኮንኩን ሽሕ ቅርሺ መሃብኒ ገለ ዓይነት ዘናጥ ጽሕዲ ገዚኣ ክመጽእ እየ እምነ ሄርሜላ መሓዘይ ዘላ ጽሕዲ እኮ ነቲ ገዛስ ፓሪስ እኮ ኣምሲላቶ ፓሪስ ግደፊ ኣነ ግደፊ ግደፊ ነዛ ዋጋ ሽዱሽተ ሚእቲ ናቕፋ ዘይትኣክል ሽፎን ቆሪፀ እናዕነበጠሲ ሽሕ ቅርሺ ንክሪስማስ ተሂበክዳ ውሃ ከምዚ ተዋጋኣይት ላምጋሽ ባርካ ክጥሕረና እዩ መብራተይን ባባን ስታይ ኣኹም ኬፋ ደይ ትግጥሙ ወደይ ባባ እሞ ደሓን ግደፍ እዮም ንስኻ ግን ሲ እዚ ኩሉ ሃገራት ርኢኽስ ንድሕሪት ሓቅኺ ሓቅኺ ዊንታ ጓል ኣቲ ዘምፅኣዱ እኮ ጉድ የርኢ ንልደት ገይሮም ዘውዕልዎ ክርስቶስ ንዕኦም ጥራይ ኢሉ ዝተወልደ ኮይኑ ይስማዓካ ርኢኺ እሱ እየ ዝበልኩ ንባብ ከምዚ ኣይከምን እዩ
ንፋራን ጠማዕን ዘእምን ዓቕሚ የብለይን ማዕረይ ባዕልኺ ደኣ ፈትንዮ። ኣየ ሓፍትና እዚ ጉዳይ ኣይምልከተክን ድዩ ደኣ ተስቅጢ። እንታይ እሞ ክንብለኪ እና ዘይትፈልጥዎ ነገር ክትገብራ ድቃስ ስኢንክን ጉድርየ እዋይ። እዋ
እንታይ ትብል ዘለ በለኪ ቆልዓ ተጸሊላትኒ እንተ ጓለይ ንዕስኪ ንዕማይ ድጋም ኣላትኒ እስቲ ኣብኒ

ሊቃውንቲ ንግሆ ምሸት እንዶ የስተምህሩና የለውን። ጽቡቅ ገበርኪ ማማ ሕጂ ጽቡቅ ገይሩ ክስቆራ እዩ ንሕና ንፈልጥ ዘንብብ ክዕንብብ ናይ እዚኣ ግን ንበይኑ እዩ ሓንቲ መጽሓፍ ተንብብ ሓንቲ ዕንባባ ትሕርድ ካልኣይቲ ትደግም ድማ ካልኣይቲ ቆጽላ ተርግፍ ሰላም ሰብ ኢሎሞ ሰብ ኢሎሞ
ሃሎ ባባ ከመይ ውዒልካ እተን ትማል ዝበልካኒ ገዚእኸያ እንዶ እተን ናይ ኣቦይ ዓንዳይ ጽቡቕ ጽቡቕ ጽቡቕ ኣነ ኸኣ እተን ጫማ ክልክመን እየ ኖኖኖኖ እንታይ ጸገም ኣለዎ ዝዳ ሕራይ ሕራይ ቻው ቻው
ዋላ ኣነስ ክሪስማስ ጥረ ዕምሪ ክነውሕ እንዳተዘከረ ኢለ ኣቲ ግደፍና እስከ ካብታ ሸዊት ኣይትግደድኒ እንታይ ኮይና እዚኣ ትፀግብ ዶላ ሓቀይ ሕጂ ክትያ ኮይና ምፅጋብ ጥራይ ፊዕፊዕ ኢላ እምበር ጥሕል እንደ ትሕዘላ መጽፍ ወይ ንዓይ ምረጽ ወይ ነዚኣ ምረጽ ኢላትኒ ኣነ ከኣ ነዚኣ መሪጸ ሒዘያ መጽፍ
ረባዓ ወይ ብደገ ሓሪቕካ መጺኻ ኢለ እየ እምበር እዛ ፅሕዲ እዚኣ ተባኣስ ጥራይ ዘይኮነ ተቃትል ከማን
ኣታ ረቢ ረኣያ ኣባ በጃኻ ኢለካ ንኽሽነ ዲኻ ኣምፂኻያ ንገዛ ኣብኣ ውን ምስ መሓዛ ይሰማማዕ እየ ኣቲ ስቕስ ክበል ጭሩ ብዓቕማ ትሕጎም እሞ እሳ ካብ ዘረባ ገይራ ፅቡቕ ገይራ ሓጒማትካ ኣላ ናዕ ንጥራይ በጃኻ ኢለካ

ሓቃ ኣላ ቀይሕ ካርድ ኣይትህባ እንታይ ኢኻ ክንድዚ በቃ እታ ርእስኽን እዚኣ ጥራይ ክትሓስብ ትኽእል እሞ ንዓኽን እንዲ ዳሞ ማይ ድጋመት ዘድልየክን ነይሩ ኣብቲ ስርዓት ግበሪ
ነቓጽ ወጤት ዳ ወዲ ሮብ ሓወይ እንታይ ኹም ኮንኩም ሕጂ ኸ ንገረኒ ኣንቲ ናይ እዚኣ እኮ ሕሉፍ እኳ ሕሉፍ እዩ ናይ እዚኣ ወይ ንዓይ ወይ ነዛ ፅሕዲ ልደት ምረፅ ኢላትኒ ዋይ ኣንታ እንታይ ግዜ ኢና በፂሕና መንእሰይ ከ ሳምብራይዝ ዘይፈቱ ኣሎ ድዩ?
ሳፕራይስ በልዮ እዚኤን እባ ከይስሕቃ ክትማማ። ንዓኹም ኩሉ ሓደ እዩ። ኣነ እኮ እቲ ጸገም እንታይ እዩ እምበር ኣብ እንዳ ሸዊት መሓዘይ ክሪስማስ ትሪ ዝብሃል ርእየ ኣይፈልጥን እየ። እወ ንዓይ እውን እኮ ጎቦ ጎቦ ኢላትኒ እምበር ኣብ ገዝኦም ክሪስማስ ትሪ ገለ ስምብራት ከም ዝገደፈትሉ ምዕልላትኒ ነይራ።
ኣብ ገዝኣ ደላ እያ እንዳ ሮቤል እንበር እንዳ ሸዊት ደላያ። ዋይ ሮቢ ሓወይ ንዓይ ሓዝካኒ እንበር ንሰበይትኻ ፈጺምካ ክተንብባ ኣይከኣልካን ዘለኻ። ኣቲ ግደፍኒ እስኪ ነዚኣ እንታይ ክንብበላ ኣፍንጭኣ ጥፍንቕ ኣስናና ቁሱር ኣፋ ገፊሕ ዋእ ነዚኣ ክንብብ ድየ ክጽለላ ኣነ። ንስኺ ኣጋውላኺ ኩሉ ይሪኦ ኣለኹ ስቕ ጥራሕ በሊ ጨለ መዓረይ ስቕ በሊ።
ሮቢ ሓወይ ካልኣይ ግዜ ድኣ ደግማ ከይከውን እንበር እዛ ሒዝካያ ዝመጻኻ ጽሕዲ ተባኣስ ተይኮነት ተቃትል ኢያ። ኢሂ እንታይ ኮንኪ ዋእ ኣታ በጃኻ ኢለካ እዚኣ ናይ ክሽነ እምበር ናይ ገዛ ኣይኮነትን ዋእ። ኣቲ ሃለውለው ኣይትበል ሓይ ትርጉምን ኣመጻጽኦን ዘይትፈልጥዮ ስቅ ኢልካ ዓጀውጀውጀው ኣይትበል። ምሽ ማማ ሕጂ ውን ማይ ድጋ መደል ያላ መስለኒ። ዋእ ማማ እስቲ እንታይ ኢኺ ክትበሊ እስኪ ተዛረቢ። ኣነ ንልደተ ክርስቶስ ከነኣእሶ ኢለ ኣይኮንኩን ግን ኩሉ ንገብሮ ብኣፍልጦን ብርድኢትን ክንገብሮ ከምዘለና ከረድኣኩም ስለዝደለኹ እየ። ጽብቕቲ ኣነ ውን ኣብዛ ነጥቢ እዚኣ ይሰማማዕ እየ። ሄይ ወዲ ለዋን ኣነ ኣብዛ ነጥቢ እዚኣ ይሰማማዕ እየ። እንድሕር ትሰማማዕ ኮንካ ደኣ እንታይ ጽዕድድደት ተሰኪምካ ንገዛኻ ዝኸይድ ኣለካ? ደሓን ደሓን ናይ በዓል ማማ ምጽናሓልና። እስኪ ሄለን ሓፍተይ እንታይ ኮይኑ እዩ ክሪስማስ ዕስራን ሓሙሽተን ታሕሳስ ዝውዕል? ወይ ከኣ ኣመጻጽኣ ክሪስማስ ትርስ ብኸመይ እዩ መጺኡ? ሓውና ትርጉሙ ዘይትፈልጥ ዲኻ ደኣ ካብ ዕንጭቆሊት ጽሕዲ ጠልቂልካለይ መጺኻ። ንስኺኸ ትፈልጥዮ እስኪ ንገርና። ሳሳሳ ንገርና ጓለይ ሄለን። ከምኣ ደኣ ከም ትብል ደኣ ፍሉጥንዩ።
በሉ ስምዑኒ ሕጂ ጽሊልኩም ክነግረኩም። መብዛሕትኡ ሕብረተሰብ ዓለም ዝጥቀመሉ ዘሎ ዓውደ ዋርሕ ግሪጎሪ ዓውደ ዋርሕዩ ዝበሃል። እዚ ድማ ኣብ ጥቅምቲ ሽሕን ሓሙሽተ ሚእትን ሰማንያን ክልተን ብቅዱስ ግሪጎሪ ዝማዕበለዩ። ቅድሚኡ ግን ሕብረተሰብ ዓለም ዝተፈላለየ ዓውደ ዋርሕ ይጥቀምኳ እንተነበረ ብዝያዳ ግን ካብ ናይ ሮማውያን ዓውደ ዋርሕ ዝማዕበለ ጁልያን ዓውደ ዋርሕ ይጥቀም ምንባሩ እዩ ዝፍለጥ። ኣቱም ቆልዑ ፍልጠት ይፈስስ ኣሎ ሃይባ ሃይ ጽን ኢልኩም ስምዕዋ።
እውይ ናበይ ክትይ ፍልጠታ ከይፈስስሲ መቐበል ዶ ኾን ሽሓነ። ኣቲ ፌሶ ኮፍ እስኪ በል እዚ ፍልጠት ግዳ ኣብዚ ርእስኺ ዘይትዕቑርዮ። ሓቀይ ኣግደፋ ሮቤል ወደይ እቲ ርእሳሲ ከምዚኢታት ክሕዝ ስለ ዘይክእል ኣብ ሸሓኒ ይጽንሓላ እሞ ደሓር ምሸት ክትድቅስ ከላ ግጥም ኣቢላቶ ክትድቅስ እያ። ሓቅኹ እኮ ኢኺ ማማየ ቦኹቢኹ እዩ ርእሳ ሕጂ ዶ ሓይሽ ሄለን ጓለይ ቀጽሊ ሕራይ ክቕጽለልኩም በሉ ብዝኾነ ኣብ ናይ ሮማውያን ዓውደ ዋርሕ ብሓጋይ ሶላስተስ ዝፍለጥ ግዜ ድማ ካብ ታሕሳስ ዕስራን ሓደን ክሳብ ዕስራን ኣርባዕተን ከቢድ ዛሕልን ወርጭን ዝወረሉ ኮይኑ ለይቲ ዝነውሐ ቀትሪ ድማ ዝሓጸረ ምንባሩ እዩ ዝፍለጥ። ከም እምነቶም ድማ ክርስቶስ ኣብ ግዜ ዛሕሊ ዝወረሉ እዋን ስለ ዝተወልደ ኣብ ናይ መጽሓፍ ቅዱስ ጥቕሲ ምርኩስ ብምግባር ልደተ ክርስቶስ ብ ዕስራን ሓሙሽተን ታሕሳስ በዚ ንሕና ሕጂ ንጥቀመሉ ዘለና ግሪጎርያን ዓውደ ወርሒ ተታሒዛ ኣላ። ከመይ እንጀራ ዝግብርዕንቲ ጓለይ ግን እባ ክብለኪ ስለምንታይ ድኣ ክልተ ልደት ነውሪ? ሓቂ ከለኺ ማማ ልደት ወላ እኳ ሓንቲ ተኾነት እቲ ፍልልይና ግን ኣብ ኣጠቓቕማ ናይ ዓውደ ኣዋርሕ እዩ። መብዛሕቲኦም ናይ ግእዝ በዓላት ብቕማረ ናይ ቅዱስ ድሜጥሮስ እኳ ዝኾዱ እንተኾኑ እዛ ልደት እዚኣ ግን ካብቲ ዝነበረ ናይ ቀደም ጁልያን ዓውደ ኣዋርሕ ኣቦታትና ነዛ ዕለት እዚኣ መሪጾም ማለት እዩ። ማለትሲ ብግእዝ ዕስራን ትሽዓተን ታሕሳስ ብፈረንጂ ድማ ከባቢ ዕለት ሸውዓተ ገለ ትውዕል። ኡፍ!
ሕጂ ዝኾነ ገዲፍካ ሕጽር ኣቢልክሲ ክሪስማስ ትሪ ሓጢኣት ድዩ ኣይኮነን። መጀመርታ እዚ ክሪስማስ ትሪ ንብሎ ዘለና ኣብ ኤሮጳ ኣብ ኤስቶንያን ላቲቭያን ዝበሃላ ሃገራት ዝጀመረ ኮይኑ ትርጉሙ ድማ ነቶም ኣብ ግዜ ልደተ ክርስቶስ ዘብርሁ ዝነበሩ ክዋኽብቲ ንምዝካር ተባሂሉ ዝቖመ እዩ። ኡፍ ተመስገን እንቋዕ ጥራሕ ሓጢኣት ይበልክና። ፖው ኣቤት ፍልጠት ብጣዕሚ ደስ ዘብል ትምህርቲ። ደስ ዘብል ትምህርቲ ኢልና ጥራይ ክንሓልፎ የብልናን። ኣብ ጽሕዲ ገረብ ብርሃን ምውላዕ ጥራይ ዘይኮነ፣ ኣብ ልቢ ነፍሲ ወከፍና ናይ ፍቕሪ፣ ናይ ሓጎስ፣ ናይ ይቕረ ምብሃል፣ ናይ ምትሕልላይ ብርሃን ክንውልዕ እዩ ዘለና። ተመስገን ኣምላኽ ተመስገን እንቋዕ ጓለይ ኮንኪ። ንዓኻ እንድዕልኪ።
ብዝኾነ ካልእ ሓሳብ እንድየ ሓሲበ ኔረ ሕጂ ግን በዚ ሄለን ሓፍተይ ዝሃበትኒ ምኽሪ ሓሳበይ ቀይረ ኣለኹ። ጽባሕ ከኣ ተስፋ እገብር ምስ ሸዊተይ ተታሒዝና ክንመጽእ ሕጂ ግን ከይደ ኣለኩ። ንዓ በል ነዛ ቀጠልያን ጻዕዳን ብጫን ኣረቅኻ ሒዝካልና ኺድ።
ተረኺብካ ሎምዓንቲ። ማማየ ዳዲ ልደት እያ ትበሃል። ጓል ጓል ክትብል ዲኻ? ኩሉ ሓደ።
ሰብ ኢሎሞ ሰብ ኢሎሞ ህራይ ሸዊት ጓለይ እስከ ክንሰምዓኪ።
ይቕሬታ ግበረለይ ሮቢ ሓወይ ብሰንኪ እዛ ጽሕዲ ልደት ምንኣስ ሓወይ ስለ ዝሞተ እየ ብጣዕሚ ጸሊኤያ።
ከመይ ማለት ብሰንኪ ጽሕዲ ልደት?
ከም ንፈልጦ መብዛሕትኡ ጽሕዲ ልደት ኣብ ጥቓ ሶኬት እዩ ዝስኳዕ እታ ናትና ሶኬት ከዓ ጥዒቲ ብዘይምንባራ ስድራ ብዘይነበርናሉ ክውላዕ ክብል ኤሌክትሪክ ሒዝዎ እዩ ሞይቱ። እንድዒ እዛ ፅሕዲ ልደት እኮ ዝገበረቶ የብላን ግን በቃ ንሓወይ ስለ ህዘኻኽረኒ ብጣዕሚ እየ ዝፀልኣ ብጣዕሚ እዋ ኣይ ንሕናስ ከምኡ ኢልና እንዲና ሶኬት ዘይንገበርናላ እዛ ሾልቂ ሓደጋ ከ የጓንፋ
ሸዊተይ ንዓይ ይቕረ ትብልለይ

ናይ ዓንዳይ ዓርከይ ሎሚ ተሓጒሸ እየ ማሰ ክብል እየ ማሰ ስከታ ማሰ ስከታ ማሰ ማሰ ክሪስማሰ እታ ክሪስማሰ ክሪስማሰ እታ ክሪስማሰ ንስኻ ዲኻ ወሲድካያ ሰይቲ ዓርከይ ሓዳሰ ንስኻ ዲኻ ወሲድካዮ ንሓዊ ሸዊተ ምንኣሰ ኣይፋልካ ናይ ንስኻን ፍቓዶም ኮይኑ ስላሰ ኣይፍኣድካ ንስኻን ፍቃዶም ኮይኑ ስላሰ ንስኻስ ግኡዝ ኢኻ ኣይትቀትል ኣይትጉሰ ኣሰይ ኣሰይ ኣነ ሎሚ ተሓጉሸ ሸዊታ ጓለይ ሎሚ ትደበሰ ዓንዲ ዓርከይ ሎሚ ትደበሰ ደጊም ብዝሓለፈ ኣይንጣዓሰ ንሱስ ኮይኑ ኣሎ ነይምለሰ እልል ንበል ንደሰት ንተሓጎሰ እዋን ልደት ኮይኑ ሎሚ ተወሊደ ሰይጣን ተሓሪዱ ፍቅርና ነገሰ በልኩ
ኣታ ኣነ ውን እስኪ ብግደይ ክብል ማሰ ብግደይ ክብል ማሰ ጽቡቅ ጽቡቅ ጽቡቅ ብደወጭ ዓርከይ ሎሚ ተደቢሰ ብመብራት ሓፍተይ ሎሚ ተኻሒሰ መንግስተ ሰማይ የዋርስኪ ሓዳሰ ልቢ ዘለዎ ሎሚ ካብዚ ልደት ፍቅሪ ይቋደሰ ልቢ ዘለዎ ካብ ዝልደት ፍቅሪ ይቋደሰ ሓጎስ ኮይኑ እዩ ደስደሰ ሎሚ ተሓጉሰ ሽሻይ ተነስነሰ ወይ እኽልቲ እኽልቲ እኽልቲ ቆሉ
ዓዳይ ካብ መፀ ታደርሆ ከዓ ተላይ ቀርባ